ሰላም ኣሕዋት ኣብ ናይ ለማዓት ፊደና ኣብዚ ማሕበራዊ ሚድያ ሓደሽቲ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ። ኣብ ክንደይ ወርሓቱ ወርኡ ተረኪቡ ኔሩ። በስተርቤትን ገለመለን ድሞቱ ሬሳ ማለቱ። ብዛዕባ እዚኣቶምን ኻልኦትን ክንርኢ ኢና ሰናይ ምክትታል። ዮው ሰላም ሰላም ዝኸበርኹም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኹም ተኻታተልተይ ዝፈተኩም ተኻታተልተይ ሮማይ ናትኹም ተመሊሰ መጽየ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሰይ ስኣን ብምቕፃል ናይ ልምዓት ቪድዮና ከም ዝተለመደ ክንስሕቕ ክንጫወት ክንዘናጋዕ ክንምሃር ኩሉ ሙሉ ኣብ ቦታና ተረኺና መፅና ኣለና ኣብ ጥቓኹም ዘሎ ቺፕስ ዝሕብልዋ እዛ ማይ ዋላ ማይ ትኹን ኣነ ህዚ ማይ ሒዘ ኤርያ ክትገብር ኖርማል ዋላ ማይ ትኹን ሰሓዋ ቆሎ ተሃልዩ ፅቡቕ ኩሉ ሙሉ ናብ ጥቓና ነቕርብ ከዘናጉዕና ዝኽእሉ እናተዘናጋዕና ብሓበድሽ ሓበሬታት ድማ እናሰማዕና ኩሉ ሙሉሽ ከዓ መወዳእታ ምሳይ ክትፀንሑ ኢኹም ቐድሚ ናብ ቪድዮ ናምታይና ግን ንቻነል ዝሓደሽ ኹንኩም ሳት ተሃሊኹም እንታይ ጽበዩ ኣለኹም ሰብስክራይብ ብምጋር ቤት ዝኾኑ ብምቕጻል ነዛ ቪድዮ እዚኣ ድማ ናብ ብዙሓት ሰባት ክትበጽሕ ስለ ዘለዋ ላይክ ሼር ምጋር ይንረስዕ ሕዚ ናብ ቪድዮና ከትወኩም እየ ክሳብ መወዳእታ ቪድዮ ናብ ሳኹም ትከታተሉ ብኽብሪ ዝሓትት ሰናይ ጻንሒት እሺ ኣሕዋት እዚ ቪድዮና መጀመሪ ክኾና ብዚኣ ንጀምር ቅጥሽ 18 ክትገብርዮም ዘይብልኺ ነገራት ቀዳማይ ባሕቲ ወዲ ባሕቲ ዝበሃል ነገር ተሓድግዮ ዋ ሕበሊ ኣቲ ስኽሲ ዶርሆ ድኺ ጥጥቆ ድጥቅጥቆ ንክተዕርስ ባሕቲ ወዲ ባሕቲ ክትዘል ቀላል ወይ ጉድ ካልኣይ ሓዚ እሺ ዳሓራስ ዳ ግዛዕ ዝበሃል ነገር ዘይምኻድ ናብ ሓራስ ንኸይድ እኮ ወሊዳ ስለ ትዳኸም መጠናኸሪ ከም ጹማቕ ሽኮር መሳርሒ ሒዛላ ንኸይድ ሰብኣያ ዘድከማሲ ስኽስታኪ ክትጥግንያ ትደልዩ ባዕሉ ሰብኣያ ዝይጥግና ታይ ይምልከተኪ ስኺ ኣይትቕለሊ ሽኮር ሽኮር ሲና ኮይና ሕና ቡና ብከረሜላ ንሰትልናቲ ደንባር ሓዳር ከዓብየኪ ሓዳር ሓዳር ከዓብየኪ ማማለታይ ኣቤት ዝወደይ ኣደዋይ ሰያ ንዕና ያና ውዝ ድሓራስ ሓሚማ ያዋ ኣይትመፅላ ዝወደይ ታይ ሓሚማ ኣሜባ
ኣሕዋት ቡና ብከረሜላ ተጀሚሩ ማለት ሽኮር ከቢሩስ ቡና ብከረሜላ ጀመርኩም ኣለኹም ኣብ መቕፃል ድማ ፋዘርሲ ግዴታ ኮይ ማለት ሰብ ናብ ሰብ ድሕሪ ዘይከይዱስ መንማ

ቴክኖሎጅያ ቴክኖሎጅያ በሰማኣም ኣሕዋቶም ዘሎ ድዩ እዚኣ እንኪኢኻያስ ኣምፑል ጥፍእ ረ በስማ ቤዛኻ ቤዛኻ ተኽኢል ካብ ቀፃሊ ቱቶሪያል ስራሕልና ሃመይ ጌርካ ምስ ገበርካ እታ ነገርሲ ዊኒ ቱቶሪያል በቃ እዚ ኣሕዋትካ ጉዳይ ቴክኖሎጂ ከይወፃና ድማ ካልእ ቴክኖሎጂ ከርእየኩም እስቲ ብሮ ተንቀሳቀስ ኧረ ግልበል ዝሓወይ ስኻ ፀኒሕኻ መስለኒ ካሊእ ቪድዮ ርኢና ንምለስ ኢና ንሃዋ ፅናሕ ትግርኛ ጀንጅነኒ ብቋንቋና ኣውግዐኒ ንትብል ሄዋንካ ኣፍካ ተተሎግመ እዚኣ ልኣኸላ ኣነ ክገልጸልካ እታ ናይ ይዕንበባ ማዓር ዝርካባ ምቅርቲ። እዋይ እዚኣ እዛ ቪድዮ እዚኣ መን ይሰደልይ ልሕዋት ኣነሲ ናዛ ሓፍትና ናዛ ቆልዓ እዚኣ ቪድዮ ክርኢ ከለኹ ሰሜም ልሓፍር ትፈልጡኒ ኢኹም ተፈጥሮ ሓፋር እንዴ ግንሲ ዋይ ዋይ ንምንታይ ግን ከምዚ ዓይነት ተግባር ስብእና መሊኡ ዝሃባ ካብ መልክዕ ካብ ጸባይ ጎዶሎ ዘይብላ ትጥብር ትመክር ተቕብጥ ትግስጽ ኩሉ ዝከኣላ ዝያዳይ ውሕልልቲ መቐረተይ እነ ንሽቲ እህማ በልኒ ናይ ልበይ ከውጽእ ከንፍስ ምእንቲ ዕምበባይ መዓሩ ክእልሽ ሃምሊ ኮልል ንህቢ መዕረፊ ክደሊ እተሃንጠወ ልቢ ሒዘ ይደሃያ ሒዘ ይእልሻ ተእንግድ ከይትህሉ ደኣ ካልእ ጋሻ ናበለ እናሰግኣ እናፈርሐ ልቢ ዕምበባይ መዓራ ቕስም ከየብሎ ደኣ ጓና ንህቢ ኣነ ንሳ ክብል ንሳ ካልእ ተይላ ታይ ኮን ኩሕት ኣይኾን ልበይ ንብዕላ ገያሻይ ንህብማ ብድኻም ኮሊሉ ኣልቦ መዓር ፍረ እንትምለስ እንዶ። ኣሕዋት በይዛኹም እዛ ቪድዮ እዚኣ ናብ ትምልከቶ ሼር እናገበርኹም ብፍላይ ድማ ወዳት ኣሕዋተይ ፍቕርኹም ትገልጹልና ትደልዩ ሰብ ጓል ሼር ገበርዎ ጸላም ልድፍኦ ህይወት ልኾን ዕረ ውቅብተይ ጸዳለይ ብሩህ ገጻ ደሚቓ ትረአ ካብ ኩለን በሊጻ ኣብ ማእከል ጽቡቓት ማእከል ጽጌሬዳ ደሃያን ትእልሽ ልበይ ክእንግዳ ተቐዲመ ከይኮን ሰጊኤ እንዶ ግዳ እንድዒ ልኾኖ ልኾነ ኮይኑ ግን ስምዕኒ ክነግረኪ ንህብኸ ለልየ ዕንበባይ ፍልይቲ ካብቲ ብዙሕ ዕስለ ተዓዋታይ ኣነ ክኸውን ምእንቲ ኢልካ ልኣኸላ መልሱ ግደፈላ። ኣሕዋት ማለት ብጣዕሚ እዩ ልገርመኩም እዚ ኣገላልጻ ናፍቅሪ ሲ

እግዚኣብሄርን ጥራው።
በስመኣም ኣሕዋት ብጣዕሚ እዩ እዚ ቪድዮ ደስ ልብል በእውነት። ኮንፊደንስ የብለይን ሓፋርየ ስኩፍየ ሓሳበይ ምግላፅ ኣይክእልን ካብዚ ብከመይ ክወፅ ኢልኩም ዝሓተትኩምኒ ሰባት ሓደ ሓቂ ክነግረኩም እሺ። ባይ ዘ ዌይ ሓደ ሰብ ኮንፊደንሱ እንተፈሪሱ እመኑኒ ኩሉ ነገሩ እዩ ዝፈርስ በንፃሩ ኮንፊደንሱ እንተተዓርዩ ኩሉ ነገሩ እዩ ዝስተካከል ብመሰረቱ ነብሰ ተኣማንነት፣ Confidence፣ እንታይ ማለት እዩ ክንብል ከለና Confidence ምሳኻ ዝፍጠር ዘይኮነስ ቀስ ብቀስ ትዕብዮ፣ ትመሃሮ፣ ባዕልኻ ተማዕብሎ፣ ባዕልኻ ትፈጥሮ እምበር ተፈጥሮ ከም ዘይኮነ ምስትውዓል የድሊ። ኣነ ተፈጥሮይ ሓፋር እየ፣ ስኩፍ እየ፣ ሚስኪን እየ ዝብሃል ነገር ኣይሰርሕን እዩ። ተፈጥሮኻ ኣይኮነን ኣተዓባብያኻ፣ ኣመጻጽኣኻ እዩ በቃ እቲ ውዳእ ካልእ ሚስጢር የብሉን። እሞ ከመይ ገይረ እየ ኮንፊደንስ ዝህልወኒ እንተልካኒ The Magic of Thinking Big ዝብል ናይ ደቪድ ሽዋሬዝ መጽሓፍ ታይ ይብል ሓደ ሰብ ዝመሰሎ ዝተራኣዮ ዝኣመነሉ ሓሳብ ብድፍረትን ትብዓትን ዝገልጽ ተኾይኑ ኮንፊደንስ ዘማዕብል ከኒና ከም ዝውሓጦ ይቁጸር በንጻሩ ዝመሰሎ ዝተራኣዮ ዝኣመነሉ ሓሳብ ንምግላጽ ድፍረት ዝስእን ዝፈርሕ ዝሓፍር ዝሽቁረር ዝስከፍ ተኾይኑ ኮንፊደንስ ዝቀትል መርዚ ከም ዝሰተየ ይቁጸር ይብል ኣነ በዚ ሓሳብ ብጣዕሚ እየ ዝሰማማዕ ባይዘወይ ብዙሓት ሰባት ዝተራእዮም፣ ዝመሰሎም፣ ዝኣመኑሉ ሓሳብ ብድፍረት ናይ ምግላጽ ጸገም ኣለዎም። ንምንታይ ድዩ? ምናልባት ምስ ተዛረቡ ሓሳቦም ተቐባልነት ከይስእን፣ ከይጋገዩ፣ ከይሰሓሓቱ፣ ሰባት ከይመዝንዎም ስለ ዝፈርሑ'ዮም። ኣነ ንገዛእ ርእሰይ ይዝከረኒ ታሽዓይ ክፍሊ እናተማሃርኩ ኣብ ክላስ መምህር ክሓትት ከሎ፣ እታ መልሲ እንዳፈለጥኳስ ኢደይ ኣውጺ ኣይምልስን ንምንታይ ድየ ምናልባት ከይሰሓሓት ከይጋገ እሞ እቲ መምህር እቶም ተምሃሮ ከይስሕቁኒ ተጋግዩ ለካ ኣይፈልጥን ከይብሉኒ ሽዑ ካልእ ተምሃራይ ኣብዚ ኣብዚ መምህር ኢሉ ኢዱ ኣውጺኡ እታ ኣብ ልበይ ዝነበረት ምስ መለሳ ጣቕዒት ነዚ ተምሃራይ ንዓይ ዝነበረ ኣድናቖትን ጣቕዒትን ብሰንኪ ምፍርሐይን ሰኣን ምድፋረይን ሰኣን ቀልጢፍካ ምምላስን ረእዩ ካልኦት ይወስድዎ ኣለዉ ማለት እዩ ስለዚ ሓቀኛ ኮንፊደንስ ንክተማዕብል ቅድም ቀዳድም ኣብ ውሽጥኻ ስራሕ። ፍልጠትን ክእለትን ንክተማዕብል ኣብ ርእስኻ ኢንቨስት ግበር። ብምቅጻል ዝተራኣየካ፣ ዝኣመንካሉ፣ ዝመሰለካ ሓሳብ ብድፍረትን ትብዓትን ካብ ምግላጽ ድሕር ከይትብል። ከይትሰሓሓት ከይትጋገ ውን የመን ኣይትፍራሕ። ምኽንያቱ ንዘስተውዓሎ ኣብ ውሽጢ ምግጋይ ዘይምግጋይ ኣሎ። ስለዚ ንከይትጋገ ዘይኮነስ። እኳ ደኣስ ምግጋይ ኣይኮነን ዘይምግጋይ እዩ ጌጋ። ዓይንኻ ዘንቁሕ ልብኻ ዘብርህ ኣእምሮኻ ዝኸፍት መንፈስካ ዘለምልም ከምዚ ዓይነት ትምህርትን ሓሳባትን ክበጽሓኩም እንተደሊኹም ከምቲ ዝተለመደ ላይክ ሸር ፎሎው ማሌት ግዴታ ግዴታ ፎሎው ንዛሓውን ኣሕዋት ብምቕጻል ብዝገርም ኣብነት ገይሩ እዩ ገሊጽልና ይቐኒልና ቲንክ ዩ ኩለይ ደሊ ንኮንፊደንስ ዘይብሎም ኢልኩም ትሓስዎም ኣሕዋትኩም ዕርኽትኩም ኩሉ ሙሉ ሳ ቪድዮ ሼር ገርሎም ትጠቕሞም ትኽእል እያ። እሺ ኣሕዋት ካብዚ ምቕጻል ድማ ነወዳት ቲፕ ንዋሃብ ኣለና እስከ ንስማዕ። ቲፕ ክበኩም ቶም ኣወዳት ጋይስ ደቂ ኣንስትዮ ብባህረን ዘይግደሰለን ወዲ እየን ዝፈትዋ በቃ ወላ ይጽላኣን እተን ኣሕዋት ክነግረኩም እየ እዛ ምስጢር እዚኣ ብዙሕ ምስጢር እንዲ ዘለወን ገለ ግን ናት ሜክ ሰንስ ጽቡቅ ኣይኮነን ኣታ ብጥረምቦሉ ዓሰርተ ወዳት እንተለዉ ብለኩም ኣለኹ ኣነ እቶም ትሽዓተ ኢዶም ሰዲዶም ሰላም እንተኢሎማ እቲ መበል ዓስራይ ብዓይኑ ጥራይ ኣብኡ ከሎ ኢልዋን ተኸይዱ እቲ ሓንጎላ እንታዲኡ ኮይኑ ብኢዱ ሰላም ዘይበለኒ ኢሉ ብዛዕብኡ ጥራይ ከም ድሓስብ እዩ ዝገብራ ስለዚ በጥርን በሉ ፍሉያት ኩኑ እዛ ሓብትናስ ቴክስት ከምዚ ጌርካ ንግለምሽ ትብለኩም ኣላ do you think ንስኩም ጥራይ ቴክስት ተብሉላ ወይ ንስካ ጥራይ ካብ ሽሕን ሓምሳን ሰብ እዩ ቴክስት ድመጻ ዝኮነት ትኩን ጓል።

ምባሊ ዒስር እዩ ኣሕዋት እዛ ቪድዮም ዝረኹም ኣይኹም ማለት በዋልድ ኣሕዋትና ቆፀራ ይትቁፅዑ ዝብል እንታይ ሽሙ ተቃውሞ መፅኡ ብወዳት ድማ ዓራት ክንሒዝ ክነይ ትምፃእ ፀበለ ይኮና ንፅውዕ ዘለና ይብሉ ኣለዉ ብክልቴኹም ኣስተኻኽሉ ኣወዳት እውን ቆፀሮ ይተቆፅዑ ኣዋልድ ድማ ቤኒ ክንምፃእ ማለት ተኣኪብካ ቡድን መሲልካ ናብ ወታደር እንታይ ሽሙ ምምፃእ ሲ
ንቑሕ ክትኾን ትኾን ኻዚ ታሪኽ ዘዳምፀ ወዲ ዓበይቲ ሓደ ሰብ ቀቲሉ ወዱ ዝተኣሰሩ ሓደ ኣቦ ታይሉላ ወዱ ላፍቲ እስር ቤት ደብዳቤ ይሰደሉ ዝወደይ ሎሚ ክረምቲ እስኻ ስለ ለየለኻ እዚ ምሽራርሕ እየ ዘርኣ ኮይና ጽቡቕ እየ ኣለኹ ኢሉ ደብዳቤ ይሰደሉ እና ወዱ ለለታ ኢሉ ይምልሰሉ ኣቦይ እዚ ግራት ከይትዘርኦ ኢኻ ምኽንያቱ እቲ ልቀተልኽዎ ሰብ ኣብኡ እየ ቀቢሮ እየ ኢሉ ናይ መልሲ ደብዳቤ ይሰደሉ እና እዞም እዚ ለንበው እዞም ፖላይስ እቲ ግራት ምሉእ መዓልቲ እቲ ልሞተ ሰብ ኣብኡ ልኣሎ ሽቦ ይውዕሉ እና ይስእኑ ካብኡ ለለ ደጊሙ እዚ ወዲ ታይ ኢሉ ደብዳቤ ይሰደሉ እቶም ፖላይስ ሃምሉ ፋሓርዎ ምስ ሰምዐ ኣቦይ ግራትኻ ተፋሒርልካ እኒኦሲ ዝረኦዮ እና ደስ ልብል ክረምቲ ሕልፍ ኢሉ ደስ ልብል መልእክቲ ይሰደሉና ደቂ ዓበይቲ ልወለድና ከምዚ ኢልና ነቂሕና ኢና ብቻ ንቅሓት ካብዚ ክንወስድ እኒኤና ልምባል እዩ ደቅኖ ብዞም ፖላይስ ገይሮ ፍሒርዎ ትግራትና። ሸውሃት ዝሓውን ሓቁ እዩ ማለት ብዓቕምና ንቑሓት ንምዃን ንፈትን ማለት ንቑሕ ምዃን ብጣዕሚ ይጠቅም ብጣዕሚ ይፅቡቕ እስቲ ንቑሓት ኮይንኩም ንሳብስክራይብ ይገሩ ናይ ቻናልና ሳብስክራይብ ዘይገበሩ ሰባት ተሃልዮም ነቑሕኹም እስከ ሳብስክራይብ ገሩ ብዝኾነ መንገዲ ብዝኾነ ጣዕ እሽሕዋት እቶ ዝማታዩና ኣሎ መምሃሪትን መስሓቂትን ዝኾነት ታሪኽ እሺ። ስለዚ እንዶ ታይ ኣሎ ሓደ ታሪክ ክነግረካ መምህር ያሬደይ መምሃርሊ ስለ ልኾነ በቃ ብምክንያት ገይርካ ምትዕራቅሊ ሰብኣይ ሰበይቲ ዝተባኢሶም ኽርር ልበለ ባእሲ እዩ እቲ ባእሲ ሱቅ ኢልካ ልረብሕ እኳ ተለይኾነ ግን እና ሰብኣይ ሰበይቲ ልብስ ኢሎ ስረይ ቀምሸይ ዓይነት ነገር እዩ ምስ ተባእሱ እቲ ባእሲ ካብ ሓደ መዓልቲ ዘልይሉ ሰሙን ኾይኑ ካብ ሰሙን ምስ ዘለለ ወራሕቲ ኾይኑ ጭራሽ ኣውደኣመት መጺኡስ እቲ ገዛ በቃ ዑና ኮይኑ ኣጋጣሚ ወለዱይ ሓደሽቲ መርዑት እዮም ካብኡ እቲ ሰብኣይ ከይዱ ይቅርታ ከይጥይቕ ኣነ ወዲ እከለ ተዋሪደ ድየ ንሰበይቲ ይቅርታ ልጥይቕ ኢሉ ኣብ ሓዳር እዚኣ እንድያ ኣብ ሓዳር ሲ ባዕልካ ኢኻ ከም ክርስቶስ ንስኻ ጥራሕ ዝባንካ ትኾነላ ንሰበይትኻ ትዋረደላ ንስኻ ኩሉ ነገርካ ኩሉ ነገራ ትበካ ክምረና ደልዩ ክርስቶስ ጽራሕ ዝዋነ ኮይኑ እታ ቤተ ክርስቲያንስ ወድስ ኣብ ሰበይቱ ክብረ የብሉን እንደ ኣፄ መን እዮም ናይ ኢትዮጵያ ንጉስ ሓዲኦም ዝብሉ
ሰበይቱ ምስ ሃምዚ ዝፀረፍ ኢሉ ኣትዩሲ ንሱ ኢለ ብሓፈሻ ንምግላፅ ዝኣክል እታይ ኢሎምዎ ይባሃል እስኻ ልትፈልጠኒ ተዓጢቀ ሰበይተይ ልትፈልጠኒ ክዳነይ ኣውሊቀ ኢላቶም እዩ ኣብ ኢሎምዋ ይባሃል። እዎ ብትክክል ብዙሕ ነገር ኢና ንካፈል ስለዚ እቶም ሰብኣይ ሰበይቲ እታ ሰበይቲ እንታይ ትገብር መሲካ እታ ልተኣሰት እንጀራ መፅያ ትቕረበሉ ደርብያትሉ ትኸድ በሊዑ እሱ ከም ነብሪ ይኾን እሳ ትድርበሉ እና እሳ ከይተዕረቕካ ታይለይ ኣነ ብለይ ወደልክዎ ይቅርታ ልጥይቕ ትብለለሳ እሳ ከዓ ከምኡ ኢላ ትኾርዕ እሱ እንደገና ኣም ዝለካ ኣለኹ ኸም ነብርና ጉረምረመ ኢሉ በልዕ ዛንጀራ ኣይነጋገሮ የቡሊ ካብኡ ወራሓት ተሓሊፉስ ኣውዳኣመት መጽዩ እቲ ገዛ ዑና ኮይኑ በቃ ንግግር ልባሃል የብሉይ እና ሓደ ማዓልቲ ብጣዕሚ ሓዚኑ ኣነስ ሰብኣይ ድየ ኸመይ ኢለ እየ ሰብኣይ ልባሃል ገዛይ ናይ ገዛይ ጸገም ሀመይ ኢለ ምፍታሕ ይኸበደኒ ኢሉ እግዚኣብሔር መቸም ሓጊዝዎ ኣመልኪትዎ እወ ናይ ገዛይ ገዛይ ናይ ገዛይ ጸገም ሀመይ ኢለ ምፍታሕ ይኸበደኒ ኢሉ እግዚኣብሔር መቸም ሓጊዝዎ ኣመልኪትዎ እወ ናይ ገዛይ ጸገምስ ንሰበይተይ ምርዳእ እንድሕር ኸቢድንስ ሀመይ ኢለ እየ እማ ጽባሕ ንግሆ ኸማሓድር ኢሉ በቃ ሎማዓንቲ እንደምንም ኢለ ብጥበብ ክተዓረቕ ኣኒኒ ኢሉ ሓሲቡ እዚኣ ጥበብ ሒዙ ናበይ ይኣቲ ናብ ገዝኡ ካብኡ እቲ ገዛውቲ ናይ ቀደም ትፈልጦ ኢኻ ቦሎፎን ገለ ይነበሮይ እሱ መደቀሲኡ ኮይኑ ቦሎፎን ጋሕ ልበለ ስለ ልኾነ ብላዕሊ ድምፂ ስለ ልሕልፍ እሳ ኣብ መደቀሲያ እሱ መደቀሲኡ ኮይኑ ናብ ሚካኤል ጸሎት ገይሩ ሚካኤል ኣቦይ መቸም ሰበይተይ ምሳይ ካብ ለይቲ ነብር ክንደይ ግዜ እያ ገይራ መቸም ባዕልኻ እኒኻ ኢኻ ኣነ ንኣኻ ይፎትየካ እየ ክብረካ እየ ሰምዐኒ ኢኻ ሰበይቲ ልማዓንቲ ናባይ ተሌምፂኻያስ ሚካኤል የለኻይ ኢሉ ተናጊሩ ግን ሚካኤል ኮነስ ሰበይቲ እዩ ክሰምዕ ኢሉ ናገር ስምዕኒ እዩ ስምዕኒ ይብላ ኣሎ ሓዚ እታ ሰበይቲ ከዓ ለባም እያ ኣይሕፈረቶይ እሳም ጠበኛ ነይራ ምክንያት ገርካ ምባል ሳለ ሪኣቶ እያ በቃ ኣብ ሓዳር ባእሲ ብጣዕሚ ጨካሪ እዩ ናሳ እዚኣ ምስ ረኤት

መተዓረቂ በቃ ንመተዓረቂ መይ ጌርካ ትተዓረቁ ኢልካ ኢኻ እምበር ምክንያት ትልሽለካ ምባእስ ተደሊካ ማ ብዙሕ ነገር ይግነ እዩ ስለዚ እዛ ትምህርቲ ከም ጠቕመትኩም ተስፋ ይገብር ንቐፅል እሺ ኣሕዋት ካብዚ ምቕፃል ድማ ናብዚ ማሕበራዊ ሚድያ ሓዲስ ዘሎ ሓበሬታ ክወስደኩም እስኪ ብዚ ቪድዮ እዚ ንጀምር እሺ ኣሕዋት ካብዚ ምቕፃል ንሪኦ ብዛዕባ ፊልሞን ዝሓውና ዝትሪኦ ዘለኹም ብዛዕኡ ሰሚዕኹም ነርኩም ትኾኑ ኢኹም ኣብ መቐለ ጨወይሞ ነይሮም ሓዲስ ወፃ ሓበሬታ ኣሎ እስኪ ንስምዖ የብሓደ ኮይና እምበኣርከስ ሓውና ፍሊሞን ካሜራ ማን ወይ ከኣ ካሜራ ፎቶ ዝሰርሕ ሓውና ፍሊሞን ወይ ከኣ ፊሊ ብዝብል ናይ ፌስቡክ ሽሙ ጠፊኡ እናተባህለ ኣብ ክንደይ ወርኡ ኣብ ክንደይ ወርሓቱ ወርኡ ተረኺቡ እንዮ እቲ ወረ ግን ገና ርግጸኛ ድዩ ኣይርግጸኛ ያው ሓቢርና ክንርኢና እልካ ሽዕ ግን ብጣሚ ጽቡቅ ልኮነ ተስፋን ወረን መጽ የሎ ንሰምዕ ኣለና ማለት ትኸዳውንትና ኣብ ሶሻል መድያ ርኢኹም ለትኾን ኢኹም ለራኹም ትኾነ ኣብ ልኾነት ባጃጅ ኸዳውንትና ጫማ ተረኺቡ ያው ንስለ ኣብ ልኾነ ቦታ ኣብ እስር ቤት ድዩ ዋላ I don't know ኣብ ልኾነ ይኹን ብቻ ግን ሃምልሎ እዩ ፅቡቅ ወረ መፂኡኒ እዩ ክቡራት ኣሕዋተይ እንኳዕ ደስ በለና ብቻ እግዚኣብሔር ኣምላክ ባዕሉ ካብ ልኾነ ይኹን ካብ እሱርቤት ድዩ ካብ ልትጨወየ ድዩ ካብ ልኾነ ቦታ ባዕሉ ወፂኡ ሲ ባዕሉ ኣብኡ ዘለኹ ኢሉ ክናገረና ተስፋ ይገብር ባዕሉ ድምፂ ክህበና ኣይሃምናረ ኣበይ ቦታ ተዓፊና ምነረ ክነግረና ብተስፋ ንጽበ ክቡራት ኣሕዋተይ እና ክቡራተይ ንሕና ያው ኩሉ ትሻቀለ ኣብ ሶሻል ሚዲያ ዘሎ ኩሉ ብፊል ይፈልጥ ትሻቀለ ነበለ ያው ባዕሉ ብድምፁ መፅኡ ክናገር ብቃሉ ቃሉ ክህብ ተስፋ ንገብር እሺ ኣሕዋት እዚ ቪድዮ ከም ዝሰማዕናየይ ማለት እዚ ሓፍትና ከምትብሎ ኣላ ዝኾነ ተወዝወጸ ሓበሬታ ኣሎ ገለ ገሊኣ ትብል ዘላ ሓቂ ይግበሮ ማለት ደሃዩ ብሰላም ወጽዩ ማለት ዝወለቶ ሓቂ ኮይኑ በዓል ፊሊ ሓውና ድማ ብሂወት ወጽዩ ክርከብ ተስፋ ይገብር። መስተሚትን ገለ መለን ድሞቱ ሬሳ ማለት እዩ ትዝክርዮ ተኾንኪ ትዌኒ ክልተ ሽሕን ዓሰርተ ሰለስተን ብኤሮፕ ተረዲኺ ኣለኺ ሓመድ ድበ ዘይ ዘይ ዘይ ክልተ ሽሕን ዓሰርተ ሰለስተን

እሺ ኣሕዋትና ለማዓት ቪድዮና ነዚ ይመስል ነይሩ ክሳብ ህዚ ረኹም ሳተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቀፃሊ ብካልእ ቪድዮ ክሳብ ንራኸብ ብዘለኹም ሰላም ኹንለይ ሞችኹም